ብሓቂ እያ ተንኪፋትኒ በቲ ሓደ ወገን ወገን ሓፍቱ ሒዙ ጓል ኣንስተይቲ ሒዙ ክኸናኸላ እንከሎ ሓደ ወዲ ተባዕታይ ብጣዕሚ እዩ ድምስጠኒ ካለ ከዓ እቲ ስእሊ ብጣዕሚ ዝተንክፍ እዩ ብዛዕባ ዓመት ስለ ዝኾነ ሪኢኹማ ትኾኑ ሊንክ ይገድፈልኩም ኣለኹ ዳሕራይ ትሪኦ ትኽእሉ ኢኹም ሕጂ ደጀን ብዛዕባ ትሕዝቶኣ ቁሩብ ዘይትነግረና ብዛዕባ እታ ግጥሚ ብፍላይ
እታ ዛንታ ናይታ ግጥሚ ናይታ ፖየም ኣብ መጀመርያ ዛንታ ሓንቲ ጓል ኣንስተይቲ እዩ

ደሓር እናስፋሕናያ ገለ ከድና ምስ ብዙሓት ሰብ ዕዮ ኣርዕዮ ኣኩፈይ ከም በዓል ሽደን ገለ ክሰፍሕ ዝግብኦ ኣባሃህላ ዝነበረ ክቁረፅ ዝግብኦ ገለ ኮይኑ ብሓንሳብ ኮይና ሰሪሕናያ መብዛሕትኡ ከምዚ ምስ ያ ዓመፅ ክትብል እንከለኻ እቲ ስእሊ እንድሕር ዘይነበረ እቲ ግጥሚ ጥራይ እንተሰሚዕካዮ እም ከምዚ ናይ ናይ ኢንተርፕሪተሽን ቦታ ይገድፈልካ እዩ ምክንያቱ ዓመጽ ንጓል ኣንስተይቲ ክትዓጽ ትዓምጻ ትኽእል ትዓመጻ ትኽእል እ ካብኡ ከኣ ቀጺልካ ዓመጽ እንተኢልካ እም ከም ጽቕቲ ክትወስዶ ክትጥቀመሉ ትኽእል ኢኻ ጽቕቲ ኣዞ መጀመርያ ነታ ጓል እዩ ድትንክፋ ንሳ እያ ቀዳማይ ትህሰለላ ቀጺሉ ከኣ ንሰብኣያ ንስድራቤታ ኣብ ጸቕቲ ይኣቱ ይሓርቕ ብሓፈሻ ምሉእ ህዝቢ ክ ክሓዝን ክደክም ይኽእል ዓመጽ እንድሕር ተካይዱ ኣብ ዝኾነ ብኹ ብኸምኡ ከኣ ማራ ከምዚ ምሻሎ ኣ

ንባሕሪ ንሰግረ
Ah, nice. That was beautiful. Thank you. Um, ደጀን um, ንዓኻ ቅሩብ ክላለ- ክላለየካ ደሊ እየ ኣብ ኤርትራ እስከ መን ኢኻ ነርካ እንታይ ትገብር ነርካ ቅሩብ ይዕለለኒ እስከ So,
ኣብ ኤርትራ ያ

ኣብኡ ኣብ ሓሰጥና ስእሊ ጥራሕ ኔርኒ ኣብ ገለስ ክጥቀመሉስ ይኽእል እየ ገጣኒ ሰሪሐ ገለ ገለ ይብል ነይረ ኤርትራ ከለኹ ባይዘ ግን ኣብዚ ግን ዝተፈለየ እዩ ኣብዚ
ኦኬ እንታይ ከ ኣበጊሶካ ናትካ ምክንያት ንምውፃእ እንታይ እዩ ነይሩ ንክትወፅእ ካብ ኤርትራ ካብ ኤርትራ እወ

እቲ ሽዑ ዝነበርካን ሕጂ ዝነበርካን ኣብ ሓሳባት ገለ ለውጢ ተዓዚብካ ወይ ኣብ ትግባር ገለ ለውጢ ርኢኻ?
ኣነ ከምቲ ዝበልኩ እቲ ኢሜጅ ዊን ኣብ ኤርትራ ከለኩስ ገለ ነገር ክገብር ይደሊ ነይረ ኢለ ክይርኣኩ

ሶሻል ላይፍ ብጣዕሚ ኣገዳሲ እዩ። ከመይ ማለትካ እዩ ከምኡ ክትብል ከለኻ? ጽምዋ ከይትብላዕ ድዩ ወይስ ከመይ?
ከምዚ ጎረቤትካስ ትቕበሎ እሞ ኣይትመጽኦን ኢኻ ፐርከስ እያ ኣነስ በታ ኣብ ስደሰይ ሓወይ ኣይረኽበን እየን ኣደይ ኣይረኽባን እየ ኣቦይ ከምኡ ኩሉ ሻዶ ብሓፈሻ ፋሚሊ ኣብ ከባቢኻ ዝነበረ ኩሉ ነገር ስትረኽቦ ኢኻ ዋላ ካብቲ ኣትክልቲ ጀሚርካ ማለት እዩ ኣብስ ካልእ እዩ ኩሉ ነቲ ካልእ ግን ብኸመይ ትቕበሎ እዩ እቲ ንዓኻ ካብ መረካ ምሳሉ ኣብ ገዛኻስ ልርመድካ እዩ ምሳኻ ዝዓበየ እዩ ምሳኻ ዝነበረ እዩ ጎረቤትካ ተኮይኖም እውን ከምኡ ምሳኻ ዝፃወቱ ዝነበሩ ገለገለ ኣብዚ ከዓ ካልእ ኢኻ ትረክብ
ሕጂ ካብኡ ምስቲ ካልእስ ከመይ ኢኻ ትነብር

እንታይ ኣበጊሱካ ኣብ ናይ ሙዚቃ ሂወት ክትኣቱ? ኣስዎ
እቲኣ ዝበልኩዋ ኣቀዲመ እሳ እታ ቀዳመት ናተይ እንተ ነይራ እታ ወላ ኣብ ከለኹ ገለገለ ጠን ሕጂ ኣብዚ ደኩ ጀሚሩ ኣርት ሲ

ምስ መጽኣኒ ነይሩ ገለ ነገር ክገብር ኣለኒ ብኣርኪ ገለ ገለ ነይረ እብዛ ቅዱሳት እኮ ከዓኒ ሂፖፕ ታያትር ናይሮቢ ልባህ ነይሮም ካብ ናይሮቢ ኩሉ ግዜ ሰለስተ ኣብ ዓመት ሰለስተ ወርሒ ገለ ገለ ዝመፁ ነይሮም ምስኦም ብገለ ተላሊና ኣብ ኣብ ስቱትጋርድ ምስኦም ኮይና ገለ ካልእ ሓፈሻዊ ነይሩ ማለት ጥራሕ ኮንኩ ነይረ ምስኦም ኮይና ንዘውር ነይና ኣብ ኩሉ ጀርመን ማለት እዩ ኣብ በዓል ሃምቡርግ ኮኖበር እንታይ ትገብር ነርካ ሽዑ እሶም ኣብከ ሓንቲ ትግርኛ ደርፊ ሕጂ ኣሎም ነይረ ንዓ ክደርፈሎም ከይ ነይረ ምስኦም ፕላስ ዳንስ ከ ምሁርና ነይሩ ዳንስ ተማሂረ ዝልከ ምስኦም ነብር ነይርና እሶም ፍሉጣት እዮም ዓመት መፀ ኣብ ሰለስተ ወርሒ ሰለስተ ወርሒ ኣብኡ ቆምፅ ነይሩ ቱረኽ ንክገብሩ ካብ ናይሮቢ መፀም ኢልካ ካብ ናይሮቢ እያ ንሶም እንታይ ዓይነት ሙዚቃ እየሰርሑ እሶም

እቲ ዝገርመኒ ግን እም ፖለቲካል ሳይንስ ኣብዚ ዘይምቐጻልካ ብኸመይ? እቲ ናይ ሙዚቃ ስለ ዘመጻካ ሞር ኢንትረስት ገይሩልካ ንበል? ከምዚ ናው ከምዚ ዝተኮርፊ ኮይኑ ተሰሚዕኒ ኣነ ውን ንዓካ ውን ኮመን ይሰማዓካ ኣሎ።

ኣብ ሂወት ኩሉ ግዜ ጸበባ እዋናት ኣለዉ ሕጂ ንስኻ ከም ደጀን መጠን ኣበይ ኢኻ ተስፋ ትወስዶ ትኽእል ተስፋ ክትረክብ እንታይ ኢኻ ክትገብር እንታይ ኢኻ ትገብር ኣብ ሕማቕ እዋናት ወይ ጨኒቑካ እንድሕር ሃልዩ ተስፋ ካበይ ትረክብ።
ያእ ተጨኒቁኒ ኣሎ ያእ መብዛሕትኡ ግዜ ኣነ ነቲ ጭንቀት ናብ ሓሳብኩ እየ ዝፍትን
እቲ ጭንቀት ከም ስምዒት መጠን ማለት እዩ ከምዚ ጨኒቑ ጨኒቑካ እንድሕር ሃልዩ ወይስ ከመይ ካብ ናብ ሓሳብ ካበይ ናብ ሓሳብ ከምኡ ክገብረ እየ ዝፍትን ሓሳብ እንተ ጨንቐን ኣለኹ ይሓስብ ኣለኹ ማለት ከምዚ ኮይነ ከምዚ ኮይነ እየ ዝብል ዘለኹ እየ ናብ ሓሳብ ማለት ከምዚ ኮይናስ እንታይ ኮይኑ ከምዚ ኮይኑ

ነቲ ዝኾነ ነገር ኣይትልውጦን ኣይትልውጦን ኢኻ ንስኻ ግን ሽዑ ንሽዑ እቲ ናብ ሓሳብ ክትልውጦ ዝበልኩኺ ናብ ሓሳብ ለዊጣስ ከመይ ጌርካ ሽዑ ገለ ነገር ትገብር ሽዑ
ሪኣክሽንስ ብከመይ ተሪኦ ማለት ነቲ ዘጋጠመ ነገር
ኣነ እንታይ ይብል ኣነ ተስፋ ካበይ የውጽእ መስለካ ኣብቲ እምነት ደይ ኩሉ ክሓለፍ እዩ ከምዚ ነባሪ ዝኾነ ነገር የለን ጽቡቕ ይኹን ሕማቕ ጥራይ ምስትምቃር እዩ ጽቡቕ እንድሕር ኮይኑ ምስት ወላሓደ ከይገበርካ ተስተማቀሮ ሕማቕ እንድሕር ኮይኑ እውን ከተስተማቀሮ ኣለካ ምክንያቱ ፅባሕ ንግሆ ካብኡ ዓብይ ትምህርቲ ክወስድ ይኸውን ይኽእል ያ ኩል በል ኣነ ኣብዛ ወገነይ ወዲኤ ስለ ዘለኹ ንስኻ ገለ ቃል ናባኻ ክገድፈልካ እንድሕር ሃሊካ
ወዲኤ ብሓሻ ክብል ዝደሊ ነገር ኣሎ ብዛዕባ ኣብ ሊብያ ዘለዉ ኣሕዋትና ማለት እዩ ያ ፕሊዝ
ኣብ ሊብያ ዘለዉ ኣሕዋትና ብጣዕሚ ኣካል ናይዚ ኣካል ናይ ዝኾነ ዜጋ ኣብ ኣብ ሰላም ዘሎ ሰብ ኣካል ናቱ ክኾኑ እዩ ክኾኑ እዩ ከም ሰብሲ ከምኡ ክኾኑ እዩ ዝግብኦ ኣነ ሰላም እንታይ ሓሳብ ማቕራሉ ኮይነ ሰብ እውን ሰላም ክሉ ይክእል ነይሩ ግን ስለ ዘጋጠመ ኣይኮነን ሕጂ ግን ምሻሎ በብዓቕምና ሲ በቲ ንዓ ክእለት ዘለና ነገር ሲ ንዕኦም ሲ ገለ ነገር ክንሕግዝ ወይ

ንንገረሎም ብጣዕሚ ሕማም ዘለዉ ክፅኦ ከለካ ድማ ብጣዕሚ ዘስክፈካ ስለዚስ ብጣዕሚ ኣብ ሕማቕ ንዘለዉ ሲ ንሕና ከዓስ ገለ ነገር ንሓግዞም ንዕኦም ተኽኢልና ሲ ልሳን ኮይናስ ንንገረሎም
ትርዲኒ ብሓንሳብ ኮይናስ ንንገረሎም ንካልኦት ሰባት ብጣዕሚ ዘሕዝን እዩ ክሳብ ሎሚ እዋን ከምዚ ይካይድ ዘሎ ይስንብደካ እዩ ብዙሕ ክንምሃር ኣለና ከም ሰብ መጠን ብዙሕ ክንኸይድ ኣለና ብዙሕ ጉዕዞ ኣለና ክንምሃረሉ ንኽእል ሕጂ ግን ነብሲ ወከፍ እንታይ ክንገብር ንኽእል እዩ እቲ ሕቶ እንታይ ምበልካ ስኻ ሕጂ
እወ እሶም ሕጂ ኣብኡ እዮም ዘለዉ ኣብ ፀበባ ተዳልዮም ከዓ ብጅምላ እዩ ኮይኑ ዘሎ ሕጂ ብብዝሖም ብኩሎም ማለት እዩ ኣነ ብነፍሰይ ነጌታ ቃዕካ ከተብሎም ትኽእል ማለት ሲ ዝኾነ ኣብ ሰላም ዘሎ ሰብ ንዕምካ ሰላም ተመኒሎም ንሳ እውን እኽልቲ እያ
መውጽ የፍጠረሎም ያ ዋል ደቂ ኤሬና ሕጂ ናብ ሰርቢ ክንኣቱ ኢና ሓንቲ እንታይ ዝበሃል ዘስተውዓልኩላ ነገር ከም ሕቶ እየ ደበር ከቅርበልኩ ማለት እዩ ካባኻ ካብ መልሲ ክጸብ እየ ምንቅስቃስ ኣብ ናይ ሕጂ ዝመጹ ዘለዉ ደረፍቲ ይመጽእ ኣሎ ድዩ ወይስ ትርእይዎ ኣለኹም ዶ yes or no እንታይ ትብል ንስኻ
ኣብ ናይ ደረፍቲ ሙዚቀኛታት ሓድሽ ምንቅስቃስ ወይ ተበጋስነት ይርኢ ኣለኹ እሞ ሕጂ ሓደ ካባኦም እንታይ ትብል?
ኣስፎ፣ ማለት እቲ ኣይነጽረተለይን እስከ ድገሚ ኢልካ ሕቶ ጽጌ። ኦኬ
ማለተይ እቲ ሕጂ ወለዶ ናይ ሙዚቀኛታት፣ ከም በዓል ንስኻ ከም በዓል ኣብ ስዊዘርላንድ ዘለው ኤስሮምን ቀሻትን ሳሚ and ኣስመሮም ኣብ ሆላንድ ዘሎ ሕጂ ንስኻትኩም ናይ ሕጂ ኢኹም ናይ ሕጂ ሙዚቀኛታት ምሽ ዶ ናትኩም ስታይል ኣብ ሙዚቃ ናትኩም ስታይል ናይ ግጥሚ ቁሩብ ፍልይ ዝበለ ኢዩ መስለኒ ዘሎ ካብቲ ዝነበረ፣ ካብቲ ወለዶ ቅድሜኩም ዘለዉ ማለት እዩ።
ኣቶ እንታይ መፍለዩ? ወይ ኣሎ ድዩ?
እቲ ናይ ቀዳማይ ወለዶ ምናልባት ንፍቕሪ ኮይኑሲ ግን ኣብ ፍቕሪ እውን ገላፂ ኣድማዒ ዝነበረ ስራሕቲ ይህሉ። ኣብዚ ሕጂ ዘሎ ከኣ እቲ ሽግራት ስለ ዝተሓላለኹ ዘሎ ኮይኑ ይስምዓኒ ኣነ ብዙሕ ናይ ሽግራት ፖይማት ወይ ግጥምታት ከዓ ይመፅእ ኣሎ ማለት እዩ እቲ ግዜ ዘምፅኦ ነት ሽግር እቲ ሽግር ከዓ ነቲ ግጥሚ የምፅኦ ኣሎ ማለት እዩ እቲ ወለዶ ኣብ ከምዚ ክፋል ይኽእል ይኽእል ይሓስብ